ቀጻሊ ምስ ሓደ ወዲ ይርእየኪ ኣለኹ። ንመ?
ነዴ።
ምሳኺ እንዴ ዝዛረብ ዘለኹ ንዓኺ እምበር ንመን ደኣ? እስከ ስእልካ ደይኮነ ዝዛረብ ንዓይ ኣይትርእየንን ኢኻ። ዋእ ንዐ ደኣ ቁሩብ ቁሩብ። ሕራይ እንድሕር ሪኢኻኒ ብስኩስቶን ኩስቶን ሪኤኪ ከምዚ ቦታ በል እንታይ ደኣ እሞ ስእልካ ትዛረብ። ጽቡቕ ሕቶ። ምስ ሓደ ቀጢን ነዊሕ ቀይሕ ወዲ ሳርቶ ወይ ከኣ ወናኒ ስንጀር።
ኣበይ ዳሪኻኒ ምስኡ? ነጊረኪ እኮ እየ ዝተፈላለየ ቦታ ኢለኪ። እስኺሲ ነዛ ድኻ ገዛ ብኸመይ ካብ ዝተኽነት ህይወት ይገላግላ ክትሓስቢ ኣለኪ እምበር ምስ ሳርቶ እሞ ከኣ ምስ ሳርቶ ኣይጽላኣን እኮ እዩ ዝምድናን ፍቅርን ንቡር እዩ። ግን እንታይ ዓቅሚ ኣለዎ ሕሰብዮ እሞ ኣነ ድኻ እስኺ ድኻ ኣደይ ኣረጊት ድኻ ራብዓይ ድኻ ተሓዊስናስ እንታይ ኢና ክንኮውን ዶስ ምስላ ኣብዚ ገዛውቲ መውጽኢ ክትገብርና። ዋእ እንታይ እየ ክበሃል እዚ ገዛውትስ ድኽነት ካብ እንዳ ቴድሮስ ኢና ንሽረፍ ድዮም ከውጹልና ሕሰብዮ እሞ። ድኽነት ካበይ መጽያ ካብ ቴድሮስን ኣዛሚትን። ሰብ ካበይ መጽዩ ካብ ኣዳምን ሄዋንን'ዩ ክበሃል ስቅ ኢልካ ኣይትዛረብ በጃኻ ኢለካ። ወይ ኢልኻስ እስኻ ድኣ ናይ ሓንጎል ድኽነት ደላካ እምኒ ኣረ ሰሪሐ ድኣቱ ድኻ ኣይኮንኩን። በሊ ነግረኪ ኣለኹ ምስዚ ወዲ እዚ ርክብኪ ተቋርጺ እብለኪ ኣለኹ ኣቲ ቆልዓ ዓይኒ ከጥፍኣኪ እየ ተብዚሐ እንዳ ሓቂ።

ራይ ኣብ ኣዛሚት እያ ለሊኻ እንዳኻምሽ ብኻልእ ከይመስለካ ሕፅር ብዝበለ እየ ከረዳእካ መፂ ንኣዛሚት ኣብ ገዛና ንእሽተይ ንዓት ምልከት ጉዳይ ተጀሚራ ስለ ዘላ ኣብ መንጎኻን ኣብ መንጎኣን ዘሎ ርክብ ቶታሊ ክተቋርፅ ስለ ዝደለኹ ሞዚ ድኣ ከም መንእሰይ መጠን ንስኻ ጽቡቅ ጌርካ ትፈልጥ ኢኻ ፍቅሪ ከመይ ምኳኑ ትፈልጦ ኢኻ እዚ ቁሩብ ኣይትኸብድን። ስምዓኒ እሞ ክብራት ሕጂ እኮ ብዛዕባ ንእስነትን ፍቅርን ክትምህረኒ ኢለ ኣይኮንኩን መጽየ ሰሚዕኻኒ ክብራት ዝኾነ ይኹን ሽግር ኣጋጢምና ስለ ዘሎ ኣብ መንጎኣን ኣብ መንጎኻን ዘሎ ርክብ ተቋርጽ። ስምዓኒ እዚ ጉዳይ እዚ እኮ ናይ ኣዛሚት ጉዳይ እዩ ናትካ ጉዳይ ኣይኮነን ተረዳኣኒ ንሳያ ባዕላ ትፈትሖ እኮን።